ሰላም ሰላም ኣሕዋተይ ከመይ ቀኒኹም በብዘለኹሞ ሰላምን ጥዕናን ክኾነልኩም እንዳተመነኹ ከምቲ ልሙድ ልማዓንቲ ከዓ ብሓድሽ ትሕዝቶ ተመሊሰኩም ኣለኹ እቶም ሓደሽቲ ዝመጻኹም ነብዛ ቸነለይ እንኳዕ ብሰላም መጻኹም እንዳበልኩ ሳብስክራይብ ጌርኩም ክትጅምርዋ ነዛ ቪድዮ ብትሕትና ዕድመኩም እቶም ምሳይ ዝጸናሕኩም ከዓ ከም ቀደምኩም ምትብባዕኹም ኣይትፈለየኒ እንዳበልኩ ብሩኻት ኣሕዋተይ እምበኣር ናብቲ ኣሰራርሕኡ ክንከይድና ሎምዓንቲ ክልተ ቅልል ቅልል ዝበላ ቁርሲ ባኒ ዘየድልየን እሞኸኣ ናይ ጥዕና ዝኾና ብሓባር ኮይንና ክንሰርሕ ኢና እምበኣር ምሳይ ጽንሑ ናብታ መጀመርያ ክንከይድና ነታ መጀመርያ ኣዳልየያ ዘለኹ እዛ ትርእይዋ ዘለኹም እህም በዚኤን ጌርና ክንሰርሕ ኢና ካሮት ድንሽ ዝኩኒ ቀሪበ ኣለኹ እቲ ዓቕን ከም ደስ ዝበለና ክንጥቀም ንኽእል ኢና ከም ብዝሒ ስድራና ማለት እዩ እጂ ንዐኣን ከምዚኣ ጌረ ኩለን ክፍሕፍሐን እየ በዝዳ በዛ ደቃ መፋሕፍሒት ገይረ ማለት እዩ ሽዑ እቲ ማዩ ኩሉ ከምዚኣ ገይረ ከውጽኦ እየ እቲ ዝኪኒ ከኣ ከምኡ ገይረ ቀንዲ እኮ እቲ ዝኪኒ እዩ ብዙሕ ማይ ዝገብር ከምዚ ገይረ ብመዝፈፊ ገይረ ኣዝፊፈዮ ኣለኹ ነዛ ትርእይዋ ኣብዛ ዕሙቕ ዝበለት ሸሓኒ ጌርና እዚ ቀመማት ኩሉ ክነእትወሉ ኢና ማለት እዩ ኣነ በርበረ ጸሊም ተጠቒመ ኣለኹ ጨው ከኣ ክገብረሉ እየ እዘን ኣዳልየየን ደለኹ ሰለስተ እንቃቕሖ ከኣ ናብኣ ክእትወን እየ። ከም ዝድበርኩ ኮሚትን ኣሕምልትን ድሕር ኣብዚሕናዮ ኮይንና እቲ እንቃቕሖ ንውስኸሉ ገለ ግን ክጥዕም ማዓትያ ብኡነት ባኒ ኣይንጥቀምን ኢና ሎማዓንቲ ከምቲ ኣብ መእተዊ ዝበልኩኹም ኩሉ ትሕዝቶ ዘለዎ ኣይና ክንበልዕ ሕጂ እተን ሰለስተ እንቃቕሖ ከምዚኣ ጌረ ሰይረ እእትየን ኣለኹ ምስኡ ጽቡቕ ጌረ ከሳማምዖ እየ። እዚ ብፍላይ ንቆልዑ እቲ ንገለ ከኣ ኣዝዩ ወሳኒ እዚ ኣነ ግን ንዓበይቲ እየ ዝሰርሖ ዘለኹ ደቅና ከኣ ከምዚ ጌርና ክነብልዖም ማለት እዩ ሕጂ እዚ ዘእተኽዎ ሕጂ ከኣ ቺዝ እዩ ኣነ ሞዘሬላ ቺዝ ተጠቂመ ኣለኹ እሱ ከኣ ጽቡቅ ጌረ ምስኡ ከሕብሮ እየ ኣብዛ ናይ ኦቨን መሰንከቲት ከምዚኣ ጌረ ኣብዚኣ ሕጂ ጽቡቅ ጌረ ክሰንከታ እየ ወረቀት ብታሕቲ ጌረ ማለት እዩ ኣብዚ ከኣ ንዑ መብልዒ ድኮነና ሶስ ከዳሊ እየ ኣብዚኣ ርጎኦ ገይረ ሓደ ማንካ ከኣ በረ ጻዕዳ ሽጉርትን እቲ በርሰሜሎን ተቀጥቀጠ ገይረ ሕጂ ኣብዚኣ ጽቡቅ ገይረ ከዳውሳ እየ። እቲኣ ኣብ ኦቨን እእቲናያ ኣለና ክሳብ ትበስለልና ንዚኣ ከኣ ጽቡቅ ገይርና ከምዚኣ ገይርና ኣዳሊናያ ኣለና። ካልእ ከኣ ኣብዚ ኣነ ንሎምዓንቲ ሳርዲን እየ ተጠቂመ ዘለኩ ደስ ደበለና ክንጥቀም ንክእል ኢና ዋላ ኣብዚ ሕጂ ብጥሑን ስጋ ክንገብሮ ንክእል ኢና ቁሩብ በርበረ ጸሊም ጌረ ነቲ ሳርዲን ጽቡቅ ጌረ ኣብ ሓዊ ጽልው ጽልው ኣብሎ ኣለኩ እቲኣ ኣብ ኦቨን ዘእተናያ ከኣ ከምዚኣ ኮይና ክትጽብቅ መዓት በሲላ ሕጂ እዚ እቲ ከከም ዓይነት ኦቨን ናትና ማለት እዩ እዚ ኣያ ድንጉን እዩ ኣነ ግን ሰላሳ ደቂቅ እየ ኣጽኒሐያ ድሕሪ ሰላሳ ደቂቅ ከኣ ከምዛ ትርእይዋ ዘለኹም ኣዝያ ጽብቅቲ በቃ ጽብቅቲ ኮይና ረኣይዋ ንባዕላ ቅጫ ባኒ ከም ኩሉ ኮይና ክተገልግለና ትኽእል እያ እምበኣር ሽዑ ብላዕሊ ከምዚ እቲ ርግኦ ዘዳለናዮ ማይኖስ ከኣ ሓንቲ ማንካ ገይረ ኣላ ሶሪ ረሲዐያ ነታ ርግኦ ከዳልዋ ከለኩ ሓደ ማንካ ማይኖስ ሰለስተ ማንካ ርግኦ እቲ በርሰሚሎን ጻዕዳ ሽጉርትን ዘዳለክዎ እዩ ማለት እዩ ኣብዛ ከኣ ኣብ ላዕሊ ሽዑ እቲ ሳርዲን ከምዚኣ ገይረ ብላዕሊ ክገብራ'የ ከምቲ ድበልክዎም ብጥሑን ስጋ ከኣ ክጥዕም ማለት'ዩ ጥሑን ስጋ ጥራይ ኣብ ክንዲ ሳርዲን ክንጥቀም ንክእል ኢና እቲ ናይ ሳርዲን ጨና ደይንፈትዎ ወይ ደይሰማምዐና እንተኮይኑ ከምዚኣ ጌርና ብላዕሊ ንጽፍ ነብላ ሽዑ ከምዛ ትርእይዋ ዘለኩም ከምዚኣ ጌርና ንጥቅልላ። ራይዋ ከምዚኣ ጌርና በቃ ብጣዕሚ ጽቡቅ ጌሩ ይድሕዞ ምክንያቱ ቺዝ ስለ ዘለዎ እቲ ቨጀቴብል ከነዳሉ ከለና ራይዋ ከምዛ ትሪእዋ ዘለኩም ብጣዕሚ ጽብቅቲ እያ ትከውን ነዚኣ ሕጂ ንክልተ ሰብ ክተቁርስ ትክእል እያ ብጣዕሚ ትሕዝቶ ዘለዎ ከምዚኣ ጌርና ንቁርሲ ሬድ ንገብራ መቀረታ ክነግረኩም ኣይክእልኒ ኣበይ እሞ ዝጣዕም ተዝከውን ከምዛ ትርእይዋ ዘለኹም ካብ ጣዕማን ካብ ትርኢታን ኣዝያ ጽብቕቲ ቁርሲ ተቐዳመይቲ ከምዚኣ ጌርና ኣዳሊናያ ኣለና። ናብታ ካልኣይቲ ብሓባር ክንሰግር ኢና። ምሳይ ጽንሑ። እዛ ካልኣይቲ ከኣ ካብ ቀሊል ዝቐለለት ዓይነት ቁርሲ እያ። ከምዛ ትርእይዋ ዘለኹም ሓደ ኩባያ ኦትስ ኣብ ዕሙቕ ድበለ ሸሓኒ ኣዳልየ። ንዓ ከኣ ሓደ ኩባያ ጸባ ጌረላ ኣለኹ። ሕጂ ከምዚኣ ጌረ ከዲነ ገድፈ ኣይክትርክሰልና እዚኣ ቅድሚ ቁርሲ ምግባርና ብድድ ኢልና ድሕር ጌርናያ ክሳብ ትካልእ ነላዕል ተርኪሳ ክትጸንሕ እሞ ሓደ ፍርቂ ሰዓት ግዜ ክንህባ ኢና ድሕሪ ከምዚኣ ጌረ ከዲነ ክጽበያየ ሕጂ ካልእ ስራሐይ እንዳ ሰራሕኩ ንሳ ከኣ ክትርክሰለያ ከምዚኣ ጌረ ድሕሪ ፍርቂ ሰዓት ትርእይዎ ኣለኹም እቲ ጸባ ቁሩብ ስትይ ኣቢልዎ እሱ ከኣ ተርኪሱ እዩ ዝጸንሐ ከራይ ወትሓደ ኩባያ ጌረ ኔረ ግን ሰትዩ ወዲእዎ ኣሎ። ሕጂ ብዚ ኣነ ክልተ እንቃቕሖ ኣዳልየ ኣለኹ። ከምቲ ዝበልኩኹም ከከም ብዝሒ ስድራና እዩ። እዚኣ ንሓደ ሰብ እየ ዘዳልዋ ዘለኹ። እተን እንቃቕሖ ከኣ ምስኣ ጽቡቕ ገይረ ከምዚኣ ገይረ ክስንክ ከዳውሳ እየ። እዚኣ ብፍላይ ቀላል እያ በቃ ቀላል ዋላ እዞም ኣወዳት ኣሕዋተይ ከምዚኣ ጌርኩም ክሰርሕዋ ትኽእሉ ኢኹም። ብጣዕሚ ባኒ ኣየድልየና ገለ ኣየድልየና ከምዚኣ ጌርና ጣዕ ጣዕ ነብላ ሕጂ እምበኣር ቀመማት ብላዕሊ ከነእትወሉ ኢና ጽቡቅ ጌረ ምስ ኣዳወስክዎ ኣብዚኣ ቁሩብ በርበረ ጸሊም ተጠቂመ ኣለኩ ንዑ ከኣ ጽቡቅ ጌረ ምስኡ ክሕብሮ እየ ጨው ከኣ ብዓቀንና ከነእትወሉ ኢና ቁሩብ ጨው ጌረሉ ኣለኩ ኣነ ከምዚኣ ጌረ ጽቡቅ ጌረ ኣዳዊሰ ወዲኤ ኣለኩ ሕጂ ኣብታ ዝደረሰነት ባዴላና ክንስንክታ ኢና ቁሩብ ዘይቲ ጌረ ኣብዛ ባዴላ ክስንክታ እየ ድብዚኣ ብትሕት ድበለት ሓዊ ገይርና ኢና ንስንክታ ቀስ ኢላ ምእንቲ ክትበስለልና ከምዚኣ ገይረ ትርእይዋ ኣለኹ ሕጂ ቀስ ኢላ ምክንያቱ ትርእይዎ ኣለኹም እቲ ጸባ ኣለዎ ቁሩብ ናይ ተንቃኣሖ ከኣ ቁሩብ ቀጠን ድበለ ዓይነት ስለ ዝኾነ ጽቡቅ ገይራ ክትበስለልና ትሕት ድበለ ሓዊ ክንጥቀም ኢና። ሎማዕንቲ ሰዓል ሒዛትኒ ብሩኻት ኣሕዋተይ ኣፍንጫይ ዕብስ ኢለ ኣለኹ ይቕሬታ ጥዑይ ክስመዐኩም ተስፋ እገብር እምበኣር ብላዕሊ ከኣ ከምዚ ጌረ ኣነ ቺያ ሲድን ስምስምን ብላዕሊ ክገብረሉ እየ ዝደለኹሞ ዓይነት ካልኦት ወስኽሉ ትኽእሉ ኢኹም ዋላ እንጣጥያ ክትጥቀሙ ትኽእሉ ደስ ዝበለኩም ዓይነት ፍረታት ጥረታት ክትጥቀሙ ትኽእሉ ኢኹም እምዛ ትርእይዋ ዘለኹም ሕጂ ጽብቕቲ ኮይና በሲላትልና ኣላ ብብያቲ ጌርና ቀስ ጌረ ብያቲ ጌረ ክግምጥላ እየ ከምዚኣ ጌረ ነታ ብያቲ ተኸዲነ በቲኣ ከኣ ክትበስለና ቁሩብ ከምዚኣ ጌረ ክጽበያ እየ ላይክ ኣይተውሕዱለይ ኢኹም ብሩኻት ኣሕዋተይ ላይክ ግበሩላ ሳብስክራይብ ጌርኩም ኣተባብዑኒ ሓዳስ እያ ዘላ እዛ ዩቲዩብ ከምኡ ጌርኩም ኣተባብዑኒ ቴንኪዩ ከምኡ ስለ ትገብሩለይ እምበኣር ኣብ መወዳእታ ከኣ ከምዛ ትርእይዋ ዘለኹም ኮይና ብኸልቲኡ ጽቡቕ ጌራ በሲላ ኣላ ሕጂ እዚኣ ንቁርሲ ሬዲ ድላዩና ጌርና ክንበልዓ ንክእል ኢና ኣነ ጊን ብመዓር እየ ክቀርባ ሎማዓንቲ ከምዚኣ ጌረ ራኣይዋ እዚኣ ጌርና ቆሪስና ከም ደስ ድበለና ጌርና ንበልዓ ክትጥዕም መዓት እያ ብእውነት እዚኣ ፎካስን ጥዕምትን ቁርሲ እያ ሰሪሕኩም ፈትንዋ ኢኹም እምበኣር ኣሕዋተይ ንሎም መኣልቲ ሒዘዮ ዝመጻኹ እዚ እዩ ነይሩ ፈቲኹሞ ክትህልዉ ተስፋ እገብር ካልእ ግዜ ብኻልእ ትሕዝቶ ክሳብ ዝምለሰኩም በብዘለኹሞ ሰላምን ጥዕናን እግበረልኩም ባይ ባይ።